መርሓባ መርሓባ መርሓባ ሕጂ ድማ ብዛዕባ ምንታይ ክንምሃር ኢና ብዛዕባ ቁንቁኛታት ክንርኢ ኢና ቁንቁኛታት ኢድየምስ በዛ ሓረግ እዚኣ ክንጅምር ኢና ድሕረ ባይታ ድሕረ ባይታ እንታይ ማለት እዩ ሕሉፍ ተመክሮ ምስ ሞያ ዝዛመድ ወይ ምስ ሞያ ዝተሓሓዝ

ድሕረ ባይታ ባክግራውንድ ደረት ኣልቦ ክንብል ከለና ድማ ደረት ኣልቦ ወሰን ዘይብሉ ማለት እዩ ኣንባውንድድ there are no boundaries ደረት ኣልቦ ጭርኡ ዘይፍለጥ ክንብል ከለና ድማ ክትስዕቦ ዘሸግር ክትስዕቦ ዝኸብደካ ማለት እዩ እዚ ትገልጾ ዘለኻ ወላ ሓንቲ ኣይተረዳኣንን ጭርኡ ኣይፍለጥን እዩ ክስዕበካ ሽግር ኣለኒ ማለት እዩ ክትስዕቦ ዘሸግር እዩ ሃርድ ቱ ፎሎው ኦር ኮምፕሪሄንድ ሃርድ ቱ ፎሎው ኦር ኮምፕሪሄንድ ኮንፊዚንግ ሲትዌሽን ሶሪ ጭርኡ እንታይ ኢልና ጭርኡ ዘይፍለጥ ሓንኳል መንኳል ክንብል ከለና ድማ እንታይ ማለት እዩ ሓንኳል መንኳል ሓሳብ ክኸውን ይኽእል እዩ ንመንገዲ ክኸውን ይኽእል እዩ ግን ሓንኳል መንኳል ክንብል ከለና ጎባጥ ማለት እዩ ትኽ ዘይበለ ትኽ ዘይበለ ትኽ ኢልካ ተዛረብ ትኽ ኢልካ ተዛረብ ጎባጥ መባጥ ሓሳብ ኣይተምፅእ ሓንኳል መንኳል ሓሳብ ኣይተምፅእ ሓንኳል ሞንካል not straight forward not clear path complex or complicated መልሓስ ውሕጅ ክንብል ከለና ድማ እንታይ ማለት እዩ መጀመርታ ናይ ጫፍ ናይ ውሕጅ እዩ መልሓስ ውሕጅ ኣብ ፈለግ ወይ ድማ ኣብ ዛራ የለን ዛራ እንታይ ማለት እዩ ዛራ ኩሉ ግዜ ቀጻሊነት ዘለዎ ስትሪም ማለት እዩ ማይ ፈለግ ድማ ከምኡ ፈለግ ኢዝ ሪቨር ኩሉ ግዜ ሓጋይን ክረምትን ዘሎ እዩ እዚ መልሓስ ውሕጅ ዝበሃል ግን ኣብ ንቑፅ እዋን ኣብ ነቕፂ እዋን ማለት ብርቱዕ ማይ ምስ ሃረመ ሓድሽ ውሕጅ ይፍጠር ሽዑ እታ ጫፍ ናይታ ውሕጅ እታ ናይ መጀመርታ ማለት እያ ንሰያ መልሓስ ውሕጅ ትበሃል መጀመርታ ወይ ድማ ጫፍ ናይ ውሕጅ ኢን እንግሊሽ ሪቨር ሄድ

ሲርካምስታንስ ቅድሚ ዝኣገረ ሸላማላ ኣይትርኣዮ ክንብል ከለና ድማ ሸለል ኣይትበሎ ቢ ሲሪየስ ሸለል ኣይትበሎ ኣቕሊልካ ኣይትርኣዮ ዶን ቴክ ኢት ኢዚ ከም ሽንቲ ገመል ክንብል ከለና ድማ ንድሕሪት ምምላስ ማለት እዩ ንድሕሪት ምምላስ ንኣብነት ፅቡቅ ክትከይድ ፀኒሕካ ሰብ ጽቡቕ እንዳተጸበየካ ብዓወት ክትዛዝሞ ናትክ ንድሕሪት ነገር ክትምለስ ከለኻ ዝኾነ ክኸውን ይኽእል እዩ ቢዝነስ ክኸውን ይኽእል እዩ ንድሕሪት ከም ሽንቲ ገመል ንድሕሪት ተመሊሱ ማለት ሲ ዝኩሉ ተዓዊቱ ዝነበረ ሲ ሕጂ ግን በቃ ቢዝነሱ ፌል ገይሩ ወዲቑ ዝኾነ ነገር ክኸውን ይኽእል እዩ ከም ሽንቲ ገመል ምምላስ ወናትካ ካራክተር እውን ክኸውን ይኽእል እዩ ከመይ ዝበልካ ጀንትል ሰብ ዝነበርካ ናብ ሕማቕ ኣብ መስተ ኣብ ሕማቅ ነገር ኣቲኻ ንድሕሪት ክትምለስ ከለኻ ከም ሽንቲ ገመል ንድሕሪት ተመሊሱ ክብለካ ክእል ሰብ moving backwards typically to less desirable state ያ ካብቲ ዝነበርካዮ ክትሕት ከለኻ ማለት እዩ ደረጃኻ ክወርድ ከሎ እዩ ከም ሽንቲ ገመል ንድሕሪት ምምላስ ሽግር ፀበባ ማለት ድማ ራህዋ ዘይብሉ ማለት እዩ ራህዋ ዘይብሉ

ሕልና ምዕራብ ክንብል ከለና ድማ ተስፋ ምቑራጽ ማለት እዩ ተስፋ ምቑራጽ ሉዝ ኦል ሆፕ ሕልና ምዕራብ ገርነው ነው ኢሉ ክንብል ከለና ድማ ንኣብነት ሓደ ገዛ ብዙሓት ሰባት ነይሮሞ ብዙሓት ነበርቲ ዝነበርዎ እንድሕር በቃ ጥርሑ ተሪፉ ገርነው ነው ኢሉ ንብሎ ጥርሑ ተሪፉ the place emptied out nothing was left

ሂዝ ኖዝ ኢዝ ብሎክድ ኣንድ ሂ ሳውንድስ ተሪብል ሕምትልትል ኢሉ ክንብል ከለና ድማ እንታይ ማለት እዩ ሕምትልትል ኢሉ ኣዝዩ በሲሉ ማለት እዩ ተራፋቲቱ ንኣብነት ድንሽ ሪኻ እንድሕር ኣብሲልካዮ ሕምትልትል ብል ሓቂ ኩላና ነስተውዕለሉ ኢና ኢት ሃዝ ቢን ኦቨር ኩክድ ን ተርን ቱ ማሽ ማለት እዩ ብሓፂሩ ቱ ማሽ ተርን ቱ ማሽ ርፍትትት ኢሉ ማለት እዩ ጽላዕላዕ ኢልዎ ክንብል ከለና ድማ ወል ክቕበሎ ይከኣለን ማለት እዩ ንዝኾነ ሲትዌሽን ክኸውን ይኽእል እዩ ንሲትዌሽን ንኩነታት ጽላዕላዕ ኢልዎ ክቕበሎ ይከኣለን ካብ ኣስመራ ኣዲስ ኣበባ ቀይሩ ምስ ከደ ጸላዕላዕ ኢልዎ ክቕበሎ ኣይከኣለን። ወይ ድማ ንሓደ ነገር ሓቂ ክኸውን ይኽእል እዩ። እቲ ሓቂ ምቕባል ተኣብዮ ድማ ንሳ ድማ ጸላዕላዕ ኢልዎ። ኤነወ ሓቂ ምስ ነገርክዎ ጸላዕላዕ ኢልዎ። ሂ ኩድንት ስዋሎው ዘ ሲትወሽን ኢት ወዝ ቱ ቢተር የስ ንምውሓጡ መሪር ነይሩ ንዕኡ። ሕጂ እዚ ብዛዕባ ሓሳብ ኢና ንዛረብ ዘለና። ጸላዕላዕ ኢልዎ ክቕበሎ ኣይከኣለን። ዘፍ ኢሉ ኮሊሉ ኮሊሉ ወይ ድማ ዕግርጊሩ ዕግርጊሩ ዝግ ኢሉ ንብሎ ዝኾነ ንሰብ ወይ ንኩነታት ዘፍ ኢሉ ኩነታት ዘፍ ኢሉ ክንብል ንኽእል ኢና ንሰብ ድማ ከምኡ ዘፍ ኢሉ ክንብሎ ከለና ብዙሕ ዕግርጊሩ ዕግርጊሩ ዘፍ ኢሉ after much back and forth he finally settled ጸላኢና ይቀንዘዎ ክትብል ከለኻ ድማ እንታይ ማለት እዩ ቃንዛ ጥዑም ኣይኮነን ቃንዛ ጥዑም ከምዘይኮነ ኢኻ ትዛረብ ዘለኻ ወይ ተወንክእ ዘለኻ ፔን ኢዝ ኖ ኢዚ ባርደን ዘረባይ ሰሓ ገይሩ ኣሎ ክትብል ከለኻ ድማ ሰሓ ማለት ናይ መሸላ ንፋይ እዩ ናይ መሸላ ንፋይ እዩ ኣብ ነብስኻ እንድሕር ለጊቡካ ብጣዕሚ እዩ ሰሓ ዝገብረልካ ማለት እዩ ይበልዓካ እሱ እዩ ሰሓ ዝበሃል ሰሓ ገይሩሉ ክትብል ከለኻ ዘረባይ ኣይማእመኦን ወይ ድማ ኣይጣዕሞን የስ ማይ ሪስፖንስ ወዝ ላይክ ኣን ኣሲድ ቱ ሂም ዘረባይ ሰሓ ገይሩሉ ጠላዕ ሰብኣይ ክንብል ጠላዕ ኢልና ኣይነንበቦ ጠላዕ ሰብኣይ ዘይኮነ ሲ ጠላዕ ሰብኣይ ኢልና ኢና ንበቦ ክንዲ ሰብ ዝኾነ ማለት እዩ ክንዲ ሰብ ዝኾነ ዝጎበዘ ማለትሲ ዋእ እዚ ወድኻ ደኣ ጠላዕ ሰብኣይ ኮይኑ ማለትሲ ንእሽተይ ነይሩ ወዲ ዓሰርተ ሰለስተ ዓሰርተ ኣርባዕተ ሕጂ ወዲ ዓሰርተ ሸውዓተ ዓሰርተ ሸሞንተ ኮይኑ ጠላዕ ሰብኣይ ኮይኑ ኤ ኮምፕሊት ማን ፊዚካሊ ማቹር ኣብ ሓፁር ኣትዩ ክንብሎ ከለና ድማ ንሓደ ነገር ኣብ ሓፁር ኣትዩ ወይ ንሰብ ድዩ ኣብ መፃብብ ኣትዩ

ኢደ እግሪ የብሉን ዝዓርክኻ ወላ ሓንቲ በቃ መካኒክ ኢሉ ኣትዩ ግን ወላ ሓንቲ ፍልጠት የብሉን ኢደ እግሪ የብሉን ዝፈልጦ ነገር የብሉን ጠገለ ዘይብሉ ታክቲክ ዘይብሉ ወይ ጥበብ ዝጎድሎ ማለት እዩ ሓፂሩ ጠገለ ዘይብሉ ጥበብ ዝጎድሎ እንኳ ነዚ ወዱ ሲ በቃ ዓይኒ ብለይ ስኒ ብለይ ዓይኑ ድዩ ዝሃርሞ ዘሎ ኣፍንጭኡ ድዩ ኣስናኑ ድዩ ወላ ሓንቲ በቃ

ካብ ብሱል ጥረ ክትብል ከለኻ ድማ ወል ካብ ብዙሓት መቸም ሓደ ክልተ ኣይሰኣኑን እዮም ምባል እዩ ትርጉሙ ካብ ብሱል ጥረ ካብ ማለት እዩ ሓደ ክልተ ኣይሰኣኑን እዮም ኣሞንግ ሜኒ ዘርኣር ኤፊው ማለት እዩ ሓፂሩ ከስዐድ እደ ጉራምራ ክንብል ከለና ድማ ዋላ ካብ ሓደ ማህፀን ንኹን ኩለንትናና ሓደ ይኮናን ዋላ ካብ ሓደ ማህፀን ንኹን ብዘየገድስ ኣተሓሳስባና በበይኑ እዩ ኢቨን ፍሮም ዘ ሴም ዎምብ ዊ ኣር ስቲል ዲፍረንት ናይ በተኹ ክትብል ከለኻ ድማ ናይ ባህ ይበሎ ማለት እዩ ብትግርኛ ዘስምዕ ባህ ይበሎ ገለ ኣብ ውሽጥኻ ቃሓር ነይሩካ ነቲ ሰብ ባህ ይበሎ ከተሕርቆ ኢልካ ትገብሮ ነገር እዩ ብመደብ ሪታሊቲንግ ዊዝ ኢንተንት ቱ ኢሪቴት ናይ በተኹ ናይ በተኹ ንብሎ። ምድረ በዳ ማለት ድማ ወል ምድረ በዳ ሳዕሪ ዘይበቕሎ ምድሪ ወረ ደዘርት ድራይ ኤንድ ባረን ኤሪያ ኦፍ ላንድ ማለት እዩ ምድረ በዳ ደዘርት ሰበኽ ሳግም ክንብል ከለና ድማ ሰበኽ ሳግም ማለት ኖማድ ማለት እዩ ንእንግሊሽ ዘላን ንብሎ ኢና ካልእ ሽሙ ኣድራሽኡ ዘይፍለጥ ዳት ዳዝ ኖት ሃቭ ኣን ኣድረስ ቦታ እንዳለዋወጠ ዝነብር ኩሉ ግዜ ቦታ ካብ ሓደ ቦታ እንዳቀያየረ ዝነብር ወይ ከብቲ ሒዙ ማል ሒዙ ኣብ ሓደ ሳዕሪ ዘለዎ ቦታ ይጸንሕ እሞ እቲ ሳዕሪ ምስ ተወደኤ ወይ ምስ ነቐጸ ነቕጺ ምስ ኮነ ናብ ካልእ ጥሉል ቦታ ድማ ይኸይድ ከምኡ እንዳበለ ዝነብር እዩ ሰበኽ ሳገም ዝበሃል a nomad a person who moves from place to place without a permanent home ብዝተረፈ ኣብዚ ወዲእና ኣለና ሰሰናዩ ጠጥዕሙ ንዓኻትኩም